ሳልሳይ መዓልቱ ዝቐጸለ ሰልፊ ይኣክል ሓምሻይ ክረምቲ ኣብ ኬንዳ ሎሚ እውን ኣብ ሮማናት ኣደባባይ ቀጺሉ ውዒሉ። ኲናት ኩሉ ነገር እዩ ዘስእነካ ክብሉ ርእሰ ሊቃነ ጳጳሳት ሊዮ መበል ዓሰርተ ኣርባዕተ ተዛሪቦም ዝብሉን ካልኦትን ሰላምታና በብዘለኹምዎ ይብጻሕኩም ክቡራት ተኸታተልቲ ኣክሱማውያን መራኸቢ ሓፋሽ ሎሚ እውን ከምቲ ልሙድ ካብ ትግራይ ክሳብ ዓለም ለኸ ፍጻመ ፅሩይ ሓበሬታ ናባኹም ክነቕርብ ኢና። ንቪድዮና ላይክ፣ ቻነልና ሳብስክራይብ ብምግባር ኣባል ቤተሰብና ይኹኑ። ኣኽሱማውያን መራኸቢ ሓፋሽ ንቕሓት ነቐድም! ተደራደርትን መደራደርትን ኣካላት ተመዛበልቲ ትግራይ ንሓምሻይ ክረምቲ ኣብ ኬንዳ ከይነብሩ እጃሞም ክዋፅኡ ፀዊዖም መራሕቲ ሃይማኖት ትግራይ።

ፅዕንቶ ንምፍጣር ሰልፊ ከምትፅውዕ ኣረዲኦም። ፕሬዝደንት ሓፈሻዊ ቤት ምኽሪ ጉዳያት እስልምና ትግራይ ሸኽ ኣደም ዓብዱልቃድር፣ ተመዛበልቲ ናብ መረበቶም ዝምለስሉ፣ ግዝኣታዊ ሓድነት ትግራይ ዝረጋገፀሉ ኩነታት ክፍጠር ተስፋ ኣለና ኢሎም። ስቓይ ህዝቢ ምዕራብ ትግራይ ስቓይ ኩሉ ህዝቢ ትግራይ ስለዝኾነ ተመዛበልቲ ንምምላስ ኣብ ዝግበር ፃዕሪ ኣድላይ ሓገዝ ከምዝገብሩ እውን ተዛሪቦም። ኣብ ሓላፍነት ዘለዉ ሰባት ብውዕሊ ፕሪቶሪያ መሰረት ምስ ፌዴራል መንግስትን ዓለም ለኸ ማሕበረሰብን ብምልዛብ ተመዛበልቲ ንምምላስ ናይ መጀመርታ ስራሕ ገይሮም ክሰርሑ ድማ ተላብዮም። ካብ ጉዳይ ተመዛበልቲ ከይወፃእና ብተመዛበልቲ ወገናት ዝተጀመረ ሰልፊ ይኣክል፣ መላእ ህዝቢ ትግራይ ኣብ ውሽጥን ደገን ኣጠናኺሩ ክቕፅልን ብምግባር ናብ መረበቶም ክሳብ ዝምለሱ ዝተዋደደ ሰላማዊ ፖለቲካዊ ቃልሲ ከምዝግበር ፕሬዝደንት ሌተናል ጀነራል ታደሰ ወረደ ኣፍሊጦም። ፕሬዝደንት ጀነራል ታደሰ ወረደ ብምኽንያት መበል ሰላሳን ሸውዓተን ዓመት መዓልቲ ሰማእታት ትግራይ ኣብ ከተማ ሽረ እንዳስላሰ ብዛዕባ ዝሰላሰሉ ህንፀት መሰረተ ልምዓት ዑደት ኣብ ዝገበርሉ እዋን እዩ። ፕሬዚደንት ጀነራል ታደሰ ወረደ ኣብቲ ስነ ስርዓት ከምዝገለፅዎ፣ ቀንዲ ውራይ ጊዚያዊ ምምሕዳር ትግራይ ምምላስ ተመዛበልትን ምርግጋፅ ሕገ መንግስታዊ ግዝኣትን ምዃኑ ብምሕባር፣ ሐዚ ተጀሚሩ ዘሎ ሰልፊ ይኣክል ኣብ ካልኦት ከባብታት ትግራይን ዲያስፖራን ብምቕፃል ተመዛበልትን ዝተሰደዱን ወገናትና ናብ መረበቶም ንምምላስን ግዝኣት ትግራይ ንምርግጋፅን ዝተጀመረ ሰላማዊ ፖለቲካዊ ቃልሲ ተጠናኺሩ ከምዝቕፅል ገሊፆም። ፕሬዝደንት ጀነራል ታደሰ ወረደ ኣተሓሒዞም ሕቶ ህዝቢ ትግራይ ሉኣላዊ ግዝኣት ትግራይ ናይ ምርግጋፅን ተመዛበልቲ ናይ ምምላስን ጉዳይ ምዃኑ ብምሕባር እዚ ድማ ብሰላማዊ መንገዲ ንምፍታሕ ክስራሕ እዩ ኢሎም። ትግራይ ዝደኸመት ክልል ኮይና ክትቅፅል ክንፈቅድ የብልናን ንዝበሉ ፕሬዝደንት ጀነራል ታደሰ ወረደ፣ ፍልፍል ኩሎም ዓወታትናን ጥንካረናን ዝኾነ ሓድነትና ንምድልዳልን ንምብራኽን ድማ ክንሓብርን ክንረዳዳእን ይግባእ ኢሎም። ጉዳይ ተመዛበልቲ ኣመልኪቱ ካቢኔ ጊዚያዊ ምምሕዳር ትግራይ ዝወሰኖ ሰልፊ ይኣክል ኩሉ መንግስቲ ሰራሕተኛ ዝሳተፈሉ ኣብ መቐለ ተጀሚሩ ኣብ ካልኦት ከባብታት ትግራይን ዳያስፖራን ክቕፅል እዩ ድማ ኢሎም ፕሬዚደንት ጊዚያዊ ምምሕዳር ሌተናል ጀነራል ታደሰ ወረደ ንመንግስቲ ፌዴራልን ህዝብታትን ኢትዮጵያ ኣብ ዘሕለፍዎ መልእኽቲ ህዝቢ ትግራይ ሕቶታቱ ብሰላማዊ መንገዲ ክፍትሓሉ ኣብ ምግባር ቁርፀኝነቱ ከርእዩ ፀዊዖም ክብል ቤት ፅሕፈት ፕሬዝደንት ፀብፂቡ። ሳልሳይ መዓልቱ ዝቐፀለ ሰልፊ ይኣክል ሓምሻይ ክረምቲ ኣብ ኬንዳ ሎሚ እውን ኣብ ሮማናት ኣደባባይ ቀፂሉ ውዒሉ። ንዝሓለፉ ክልተ መዓልቲ ቀትርን ለይትን ክካየድ ዝፀንሐ ሰልፊ ይኣክል ሎሚ ንሳልሳይ ንመወዳእታን መዓልቲ ኣብ መቐለ ሮማናት ኣደባባይ ይቕፅል ኣሎ። ፅላል ስቪል ማሕበረሰብ ምዕራብ ትግራይ ዘዳለዎ ሰልፊ ይኣክል ካቢኔ ጊዚያዊ ምምሕዳር ትግራይን ኩለን ኣብያተ ዕዮ ተዓፅየን ኩሉ ሰራሕተኛ መንግስቲ ኣብቲ ሰልፊ ክሳተፍ ወሲኑ እዩ። ትካላት ሃይማኖት እውን ነቲ ሰልፊ ዘለወን ድጋፍ ገሊፀን እየን። ብመሰረት እዚ ተመዛበልቲ፣ ሰራሕተኛ መንግስትን ነበርቲ ከተማ መቐለን ከባቢኡን ተሳተፍቲ ኮይኖም ዮም። እቲ ሰልፊ ኣብ ውሽጢ ዓድን ወፃእን ኣብ ዝተፈላለዩ መዕቆቢ ካምፕታት ንሓምሻይ ክረምቲ ኣብ ከርፋሕ ህይወት ዝርከቡ ኩሎም ግዳያት ብዘይ ዝኾነ ዓይነት ቅድመ ኩነት ናብ መረበቶም ክምለሱ ኣብ ልዕሊ ተፈራረምትን ኣፈራረምትን ውዕሊ ፕሪቶርያ ብፍላይ ድማ ኣብ ልዕሊ መንግስቲ ፌደራልን ማሕበረሰብ ዓለምን ፅዕንቶ ንምፍጣር ዓላማ ዝገበረ እዩ። ሬሳታት እናቖፀርና ኣይንነብርን። የብቅዕ። ብታሴራ መንነትና ኣይቕየርን። ኣብ ትሕቲ ወረርቲ ዘሎ ህዝብና ሓራ ይውፃእ። ግዝኣታዊ ሓድነት ትግራይ ይከበር። ይኣክል ድምፂ ተመዛበልቲ ይሰማዕ፣ ይኣክል ሓምሻይ ክረምቲ ኣብ ኬንዳ፣ ፅንተት ህዝቢ ትግራይ የብቅዕ ዝብሉን መልእኽትታት ድማ ኣመሓላሊፎም። ይኣክል ሓምሻይ ክረምቲ ኣብ ኬንዳ ብዝብል ቴማ ኣብ ቤት ፅሕፈት ሕቡራት መንግስታት፣ UN፣ ጀኔቫ እናተኻየደ ከምዝርከብ ዝበፀሐና ሓበሬታ የረድእ። እቲ ብፅላል ስቪል ማሕበረሰብ ምዕራብ ትግራይ ዝተዳለወ ሰላማዊ ሰልፊ ኣብ ቤት ፅሕፈት ሕቡራት መንግስታት ዩኤን ጀኔቫ እናተኻየደ እዩ። ኲናት ኩሉ ነገር እዩ ዘስእነካ ክብሉ ርእሰ ሊቃነ ጳጳሳት ሊዮ መበል ዓሰርተ ኣርባዕተ ተዛሪቦም። ርእሰ ሊቃነ ጳጳሳት ልዮስ መበል ዓሰርተ ኣርባዕተ ዓለም ብዘመናዊ ኣጽዋር ተሓጊዙ ንዅሉ ዘጥፍእን ሰባት ብጭካነ ክሞቱ ዝገብር ምዃኑ ገሊጾም፣ ውግእ ምምራጽ ስዕረት እዩ ዝበሉ ርእሰ ሊቃነ ጳጳሳት ልዮስ መበል ዓሰርተ ኣርባዕተ፣ ሰብኣዊ ክብሪ ምሕላውን ኣህጉራዊ ሕጊ ምኽባርን ሓላፍነት ወሲድካ ምትግባርን ይሓይሽ ኢሎም። ፖፕ ፍራንሲስ ነቲ ኣህጉራዊ ሕጊ ሰብኣዊ ክብርን ናይ ምሕላው ሓላፍነት ዘለዎ ማሕበረሰብ ዓለም ቀዳምነት ናይ ሰላም ኣማራጺ ክህብ ጸዊዖም ከም ዝነበሩ ኣዘኻኺሮም፣ ርእሰ ሊቃነ ጳጳሳት ፖፕ ፒዩስ መበል ዓሰርተ ክልተ ኲናት ምምራጽ ስዕረት እዩ፣ ብሰላም እንኸስሮ ነገር የብልናን፣ ምርጫና ኲናት እንተኾይኑ ግን ኩሉ ነገር ንኸስር ብምባል ንህልው ኩነታት ዓለም ጸረ መርዚ ምዃኑ ሓቢሮም፣ ርእሰ ሊቃነ ጳጳሳት ሊዮስ መበል ዓሰርተ ኣርባዕተ ነዚ ዝበሉ ኣብ መንጎ እስራኤልን ኢራንን ዘሎ ግጭት እናገደደ ኣብ ዝኸደሉ ዘሎ እዋን እዩ። ክቡራት ተኸታተልቲ ኣኽሱማውያን መራኸቢ ሓፋሽ ናይ ሎሚ ዕለት ዓሰርተ ሰለስተ ወርሒ ዓሰርተ ክልተ ሽሕን ዓሰርተ ሸውዓተን ዓመተ ምህረት ምድላዋት ዜና ኣክሱማውያን እዞም ክትከታተልዎም ዝጸናሕኹም ይመስሉ ነይሮም። ምስ ዝተረፉ መደባት ኣክሱማውያን ቴሌቪዥን ሰናይ ጻንሒ